ሃሎ ኣለስ እዛ መምህር ሰይሽ ዊልኮመ ሰማያን ካናል ሰላማት ተኸታተልቲ ናይዚ መደብ ከመይ ኣለኹም ኣነ ኣምላኽ መዝገን ፅቡቅ ኣለኹ ንስኹም ከዓ ከማይ ክትሉ ናይ ወትሩ ተስፋ እዩ እዚ ዘቕርበልኩም ዘለኹ መደባት ሓጋዚ ኮይኑ ክትረኽቦ ተስፋ ኣለና ሓጋዚ ኮይኑ ትረኪብኩሞ ሼር ላይክ ሰብስክራይብ ኣይትብቀቡ ናይ ሎሚ ትምህርትና መቐጸልታ ናይዚ ግራመር ዘቕርበልኩም ዘለኹ ኮይነ ብዛዕባ ካውዛል ኣድቨርቤን ማለት እዩ እዚኦም ኣብ ትግርኛ መመኽነይታት ጥቀመሎም ቃላት ኢና ክንሪኦም ኦኬ ሎሚ ሓደ ብሓደ ክንሪኦም ኢና ነዚ ክንገብር ፈጣሪ ይሓግዘና ሕጂ መጀመርታ ከተስተውዕሉሉ ዘለኹም ሕብርታት ፈላለየ ብዛ ቅድሚት ፅሒፈልኩም ኣለኹ

እዚኦም ከዓ ሓደ ዓይነት ሕብሪ ዘለዎም ኮይኖም ቶታሊ ሓደ ዓይነት ትርጉም ኣለዎም ማለት እዩ ኣብ ግራመሮም መፃእ ዋላ ኣብቲ ናቶም ትርጉም መፃእ ኩሉ ሓደ ሓደ ዓይነት እዩ ማለት እዩ ኦኬ እቶም ካውዛል ኣድቨርበን ዝበሃሉ ገለ ካብኦም እዮም ፅርኩም ዘለዎም ሓደ ብሓደ ክንሪኦም ኢና ሓደ እቲ ዴን ዝበሃል ኮይኑ እቲ ጠቓለለ ማለት እዩ ዴን ማለት ምክንያቱ ማለት እዩ ቫይል ከዓ ከምኡ ምክንያቱ እዩ ግን ኣብቲ ግራመር ኣፀሓሕፎ ፈላለ እምበር ክልቲኣቶም ሓደ ዓይነት ትርጉም እዩ ዘለዎም እዳ እውን ከም ምክንያቱ ንጥቀመሉ ኢና ብዳ ብዙሕ ትርጉም እዩ ዘለዎ ከይጋግየኩም ዳ ኣብዚኦም ከተጥዎ እዚኣ ከይትብሉ ዳ ብዙሕ ዓይነት ትርጉም እዩ ዘለዎ

ናይ ሓደ እንጥቀመሉ ማለት ኦብቮልድ ክንብል ከለና ሽሕ እኳ ወይ ከዓ ወላ እኳ ማለት እዩ ፕሮቴስቲዮን ዴኖ ክነ ከዓ ክልቲኦም ሓደ ዓይነት ትርጉም ኣለዎም ሓደ ዓይነት ከዓ ኣፀሓሕፋ ኣለዎም ክልቲኦም ከዓ እንትኾነ ግን ወይ ከዓ ይኹን እምበር ማለት እዩ ፕሮቴስ ማለት ከዓ ብዘየገድስ ማለት እዩ ኦኬ ናይ እዚኦም መስሉ ገላ ካብቶም ካውዛል ኣድቨርብን ማለት እዩ ሕጂ ሓደ ብሓደ እቲ ኤግዛምፕል ናቶም ክንርኢ ኢና ሕጂ ኣምስ ትሪእዎ ዘለዎም ኣሕዋት እዚኣ ቫይል ዴን ዳ ኩሉ ትርጉሞ ምክንያቱ ማለት እዩ እቲ ምክንያቱ ብትግርኛ ንጥቀመሉ እዚኦም እዮም ትንትርጉሞ ሕጂ ሓንቲ ሰንተንስ ኣብዚኣ ገብረልኩም እየ ብኣማን ሓንቲ ሰንተንስ ገብረልኩም እየ እሳ ኣብ ኩለን ሒዘያ ከይድ እየ ካብ መጀመርታ ስጋብ መወዳእታ እታ ሰንተንስ ከመይ ከም ትቕየር ዘላ ኣብ ኣስተውዕለሉ እቲ ካልእ ከዓ ምስ ኤግዛምፕላት እንዳገበርኩልኩም ክኸይድ እየ ማለት እዩ ኣማን ኢስት ኒሽት ኢንዲሹለ ጊጋንገን ዴን ኤያ ኢስት ክራንክ እንታይ ማለት እዩ ኣማን ናብ ትምህርቲ ኣይከደን ምክንያቱ ንሱ ሓይሙ ስለ ዘሎ እብለና ኣሎ ማለት እዩ እቲያ ዴን ማለት ምክንያቱ ማለት እያ ኣብዚኣ እታ ዴን ኣበይ ንፅሕፋለን ኣብቲ ዜሮ ፖዚሽን ማለት እዩ ኢስት ከምቲ ድማ ኣብ ቁፅሪ ክልተ ኣብቲ ካልኣይ ፖዚሽን ኣላ ኣብቲ ዝቫይቶ ፖዚሽን ኣላ ከምዚኣ ጌርና ከዓ ንገልፅ ማለት እዩ ሕጂ ኣብቲ ናይ ቫይል ንምፃ ኣብዚኣ ድሕሪ ወይኒ Ich bin nicht pünktlich, weil ich den Zug verpasst habe. ኣብዚ እንታይ ይብል ኣለኹ ኣነ ኣብ ግዜ ኣይመፃኹን ምክንያቱ ኣነ ነታ ባቡር ኣየርከብክዋ ንብል ኣለኹ ማለት እዩ። ሕጂ ዴን ቫይል ናይ ሓደ ትርጉመ እንከለዋ ኣብቲ ግራመር ኣጻሕፋ ናተን ግን በበይኑ እዩ። ምክንያቱ እታ ቨርብ ኣበይ ጽሕፋ ኣለኹ ኣብ ቫይል ኣብ መወዳእታ ክጽሕፋ ከለኹ ኣብ ዴን ግን ኣብ ቁጽሪ ክልተ እታ ቨርብ ንጽሕፋ ዴን ከም ፖዚሽን ቁጽሪ ዜሮ ወሲድና እታ ቨርብ ኣብ ቁጽሪ ክልተ ጽሕፋ ኣለኹ ኣብዚ ግን እታ ቨርብ ኣበይ ኣላ ኣብቲ መወዳእታ ኣላ ማለት እዩ ናብዛ ሳልሰይቲ ክንምጻእ ብዳ ገይረ ሰሪሕ እያ ዘለኹ እሽራይ በኢነን ደ ቪሽ ኢንተረሰ ኣን ኢረም ኮርስ ሃበ ኣነ ንዓኹም ዝጽሕፈልኩም ዘለኹ ምክንያቱ ኣነ ኣብ ናትኩም ኮርስ ተገዳስነት ኣለኒ ዝብል ኣለኹ ማለት እዩ እዚኣ ከልክዕ ምስታ ናይ ቫይል ወላ ሓደ ዝፈላለ የብለኒ ዳን ቫይልኒ ሓደ ትርጉም ኣለዎም ኣፅሓፎም ከዓ ክልቲኦም ሓደ እዮም ኦትቨርቭ ኦትቨርቭ ኩሉ ግዜ ኣብ መወዳእታ ፅሓፍ ሕጂ ግን እንታይ ኣለዉ ዳ ኣብ ምንታይ ንጥቀመሉ መብዛሕትኡ ግዜ ኣብቲ ኦፊሻል ዝኾነ ነገር መብዛሕትኡ ግዜ ትጥቀምሉ ማለት እዩ ንኾነ ኦፊሻል ዝኾነ ወይ ከምዚ ብቨርቡም ወይ ገለ ትጽሕፉ ተለኹም ኮይንኩም ካብ ክንዲ ቫይል ዳም እዳ ክትጥቀሙ ዝበለጸ እዩ እቲ ትርጉሞም ግን ክልቲኦም ሓደ እዩ ማለት እዩ ናይ ቫይል ዴን ዳ እቲ ትርጉሞም ንትፍልልዮም ተረዲእኩም ክኸውን ተስፋ ገብር ሕጂ ናብቲ ካልእ ክንሰግር ኢና ናብ ኦቮል ንምፃእ ኦቮል ማለት ከዓ ሽሕ እኳ ወይ ከዓ ወላ እኳ ንብሎ ኣብ ትግርኛ በዛ ዓዲ ከዓ ኦቮል ማለት እዩ ንዓና እንታይ ፅግምና ፀገምና እቲ ትግርኛ እቲ ስትራክቸር ናይ ትግርኛ ስለ ዘይንሕልወሉ ስለ ዘይንጥቀመሎም ብዙሕ ግዜ ሕጂ ነዚኦም ናይ ጀርመን ካውዛል ኣድቨርቤን ንክንርድኦም ቁሩብ የጸግመና ማለት እዩ እምበር ኣብ ትግርኛ ሕጂ ካብ ክንዲ ኦቭል ሽሕ እኳ ወላ እኳ ኣለና ግን ብዙሕ ግዜ ኣይንጥቀመሉን ኢና ሕጂ ንኣብነት ኣብዚ ንምፃእ ኣታ ናይ ኣማን ሒዘልኩም ኣብ ስጋብ መወዳእታ ክኸይድ እየ ዘለኩም ሰንተንስ ኣብዚ ቀንፅየ ኣለኹ ኣማን ዳ ከይከሰና እምበር ኣማን ኢስቲ እንዲሹለ ጊጋንግን ኦቮል ኤያ ክራንክ ኢስት ኣብቲ እንታይ ኢለኩም ነይረ ኣማን ኢስት ኒሽት ኢንዱሽትሪለ ጊጋንግን ኢለኩም ነይረ ትምህርቲ ኣይከደን ምክንያቱ ስለተሓመመ ኢለኩም ነይረ ኣብዚ ግን ኣማን ትምህርቲ ከይዱ ሽሕ እኮ ሓሚሙ ከሎ እብል ኣለኩ ማለት እዩ ወላ እኳ ሓሚሙ ከሎ ሓደ እዩ ማለት እዩ ሕጂ እንታይ ብል ኣለኹ ኣማን ከይዱ ኣሎ ተፀሊእዎ ከዶስ ኣማን ትምህርቲ ከይዱ ኣሎ ንከምኡ ክገልፅ ተኮይነ ከዓ እንታይ ይጥቀም ኦቮ ልጥቀም ልክዕ ከምቲ ናይ ቫይል ከዓ ኣበይ ጸሓፍ እታ ቨርብ ኣብ መወዳእታ ጸሓፍ ማለት እዩ ኣብቲ ኔቨን ዛትስ ሃብቲ ዛትስ ኔቨን ዛትስን ዝበሃሉ ሃብቲ ዛትስ ማለት ተቐዳማይ እቲ ስሩዕ ሰንተንስ ከሆን ከሎ እቲ ኔቨን ዛትስካ እቲ ተጸጋዒ ማለት እዩ ሕጂ ኣብቲ ኔቨን ዛትስ እቲ ኢስት ወይ እቲ ቨርብ ኣበይ ጸሓፍ ኣሎ ኣብ መወዳእታ ጸሓፍ ኣሎ ማለት እዩ ልክዕ ከምቲ ናይ ቫይል

ኣብ ግዜ ኣይተረኸብኩን ምክንያቱ እታ ባቡር ስለ ዘየርከብክዋ ኢለ ኣብዚ ግን እንታይ ይብል ኣለኹ ኣብ ግዜ መጽየ ወላ እኳ እታ ባቡር እንተዘየርከብክዋ ይብል ኣለኹ ኣብ ቆጸርያ መጽየ ኣለኹ ኣብቲ ግዜ መጽየ ኣለኹ ወላ እታ ባቡር እንተዘየርከብክዋ ግን ኣብ ቆጸርያ መጽየ ኣለኹ ንከምዚ ክትገልጽ ተደሊኻ እንታይ ትጥቀም ኦቮል ትጥቀም ማለት እዩ ሳልሰይ ሰንተንስ ካብ ዘላ

ሕጂ ቀጺልናኻ ናይ ደስኣልፕን ደስቬገን ኸርእየኩም እየ። ደስኣልፕን ደስቬገን ማትካ እዚኦም ከዓ ሓደ ዓይነት እዩ ትርጉሞም ኣለዉ ከዓ ካልእ ምስኦም ሓደ ዓይነት ትርጉሞም ንኣብነት ዳሩም ኣሎ ምስኦም ይፀሓፍኩም ዘለኹ ግን ንክትፈልጥዎ ኢለ ጥራይ ዝነግረኩም ዘለኹ ለሳልኩ ደስ ቤገኒ እንታይ ትርጉሞም ብትግርኛ ክንገልጾም ከለና በዚ ምክንያት እዚ ወይ ከኣ ስለዚ ክንጥቀም ከለና እወ ስለዚ ወይ በዚ ምክንያት እዚ ክንብል ከለና እንታይ ማለት እዩ ብዶች ደሳልፕ ወይ ደስ ቤገን ማለት እዩ ንኣብነት ኣብዚ እናለጥኩም እታ ናይ ኣማን ኣምፅያ ኣለኹ ኣማን ኢስት ክራንክን ደሳልፒ ኢስት ኤያ ኒሽት ኢንዲሹለ ጊጋንግን ኣማን ሓሚሙ ኣሎ ብላ ኣለኹ ስለዚ ከኣኒ ወይ በዚ ምክንያት እዚ ከኣኒ ትምህርቲ ዘይከተብል ኣለኹ ማለት እዩ እዚኣ ሕጂ እታ ዘመሓላልፎ መልእኽቲ ወይ እቲ ትርጉሙ ሓደ ዓይነት እዩ ምስ ቫይል ግን ኣብ ኣፀሓፋ ይገላበጥ ማለት እዩ ኣብ ናይ ቫይል እንታይ ገልፅን መጀመርታ እሱ ትምህርቲ ይከደን ኢለ ኣብቲ ናይ ቫይል ተርእና ወይ ኣብቲ ናይ ዴን ተርእና እሱ ትምህርቲ ይከደን ምኽንያቱ ዓሚሙ ስለ ዘሎ እብል ኣለኹ ማለት እዩ። ኣማን ኢስት ኒሽት ኢን ዲ ሹለ ጊጋንገን ዴን ኤያ ኢስት ክራንክ ክብል ኣለኹ። ኣብዚ ናይ ደሳልፖ ከኣ መጀመርታ ዝመጽእ እሱ ከም ዝሓመመ እነግር ኣለኹ ድሕሪኡ ስለዚ ከኣ ትምህርቲ ዘይከደ ወይ ከኣ በዚ ምኽንያት እዚ ከኣ ትምህርቲ ዘይከደ ኢለ ከኣ እቲ ምኽኒት ናቱ ከኣ ገልጽ ኣለኹ ማለት እዩ። ሕጂ ንኣብነት ኣማን ኢስት ክራንክ ደሳልፒ ኢስት ኤያ ኒሽት ኢን ዲ ሹለ ጊጋንገን

ስለዚ ንሕና ናብ ሲነማ ኣይከድናን ንብል ኣለኹ ማለት እዩ። ኣብዚ እንታይ መጀመርታ መጺ እቲ ትኬት ምኽባሩ መጀመርታ መጺ በዚ ምኽንያት እዚ ኸኣ ወይከ ስለዚ ኸኣ ኢና ንሕና ናብቲ ሲነማ ዘይከድና ኢለ ድሕሪኡ እገልጽ ኣለኹ ማለት እዩ። ኣብዚ ከተስተውዕሉ ዝደልኩም እቲ ደሳልፒ ወይ ደስቬገን ከም ፖዚሽን ቁጽሪ ሓደ ወሲድካ እቲ ቨርቡ ኣብ ቁጽሪ ክልተ ይጸሓፍ። ኣስተውዕሉ ሎም ሶም ኣብ ተዘርባ ኣበይ ከም ዝጸሓፍ ኣስተውዕልሉ ድሕሪኡ ናብቲ ዝመጽእ ዘሎ ከኣ ክንቅጽል ናብ ትሮትስ ዴም ወይ ከኣ ናብ ዴኖ ክንከይድ ዜግን ኮይኑ ትግራምራት ኣብቲ ድቦ ሓበሬታ ወይ ድቦ ትርጉም ግን ልክዕ ናይ ኦቮል እዩ ናቶም ትርጉም ማለት እዩ ኣብ ኦቮል መጀመርታ እቲ ጉዳይ ገሊፅና ድሓር እቲ ጠንቂ ክንገልፅ ከለና ኣብ ዴኖክ ወይ ትሮትስዲየም ግን መጀመርታ እቲ ጠንቂ ንገልፅ ማለት እዩ ድሕሪኡ በቶም ትሮትስዲየም ወይ ዴኖክ ጌርና ከዓ እንታይ ስዒቡ ድሕሪኡ ከዓ ንገልፅ ማለት እዩ ኦኬ ሕጂ ኣብዚ ንርኣያ እታ ናይ ኣማን ሒዘልኩ መፅእ ኣለኹ ኣማን ኢስቲ ክራንክ ትሮትስዲየም ኢስቲ ኤያ እንዲሹለ ጊጋንገ ንብል ኣሎ ኣማን ሓሚሙ ኣሎ ይኹን እምበር ንሱ ናብ ትምህርቲ ከይዱ ኣማን ሓሚሙ ከሎ እንታይ ገይሩ ኣሎ ንትምህርቲ ግን ከይዱ ኣሎ ኣብ ደሳልፕ ንራያ ኣማን ኢስት ክራንክ ድ ደሳልፕ ኢስት እያ ኒሽት ኢንድ ሹለ ጌጋገን ኣማን ሓይሙ ኣሎ በዚ ምክንያት እዚ ቃ ንሱን ትምህርቲ ገደን ይላለን ኣብ ደሳልፕ ኣብዚ ናይዚ ግን ኣማን ሓይሙ ኣሎ ይኹን እምበር ንሱን ትምህርቲ ከይዱ ሓይሙ ከሎ ተጸሊኦ ከሎ ንትምህርቲ ከዓ ከይዱ ኣሎ ካልኣይቲ ሰንተነስ ከርእየኩም ኣብዚኣ ኣሚራ ሃት ካንጌልድ ሮትዚም ሃትዚ ኣይን ኖይስ ህንዲ ገካፍት ኣሚራ ገንዘብ የብላን እንተኾነ ግን ንሳ ሓንቲ ሞባይል ገዚኣ ማለት እዩ ኣሚራ ገንዘብ ደይብላ ከሎ ግን እንታይ ገይራ ሞባይል ገዚኣ ሓንቲ ሞባይል ገዚኣ ኣላ ማለት እሽ ሃበ ዲ ኣፍጋበ ኒሽት ጉድ ፈርሽታንደን ዴኖክ ሃበ እሽ ዝይ ግማክት ኣነ ነብፅዐዮ ፅቡቅ ገይረ ኣይተረዳእኩ እንተኾነ ግን ኣነ ንዕኡ ሰሪሐዮ ማለት እጃም ትሪኦ ዘለኹም ዴኖክን ሮዝየሚ ቶታል እቲ ትርጉሞም ኹን ኣፀሓሕፈኦም ኹን ኩላ ሓደ ዓይነት እዩ ኣብቲ ግራመር ክንጽሕፎም ከለና እቲ ትሮትዚም ወይ ፒደኖኽ ልክዕ ከም ናይ ደሳልብን ተስቬገንን ኣብ ቁጽሪ ሓደ ትጽሓፍ እቲ ቨርብ ካብ ቁጽሪ ክልተ ትጽሓፍ ማለት እዩ ሶሪ ተሓዙለይ ናይ ቬገንን ናይ ትሮትስን ኤግዛምፕል ኣየቕረብኩልኩም ኣለኹ ግን ኣብ ትመፅእ ዘላ ቪድዮ ብዛዕባኦም ከዓ ስፍሕ ደለ ከቕርበልኩም እየ ማለት እዩ ኣብ ትመፅእ ዘላ ቪድዮ ማለት እዩ ናይ ሎሚ ከይነውሓና ዝኣኽለና ተረዲእኩም ክኸውን ተስፋ ገብር ኣብ ቀፃሊ ብሰላም የራኸበና ኣብ ኮመንት በዚኦም ቃላት እዚኦም ጌርኩም ሓደ ሓደ ምሉእ ሓሳባት ካብኦም ክፅበ